ሰላም ኣብ ርሕቑን ቀረባን ኮንኩም መደባት ዳሜራ ኢንተርተይመንት እትከታተሉ ክቡራት ተዓዘብትና ከመይ ኣለኹም? ከምቲ ኣነ ጽብቕ ዘለኽዎ ጽቡቕ ንኸተልዎ እንዳተመነኹ ንሎም እምበር ከምቲ ልሙድ ኣብ ኩርናዓት ኣገረምቲ ፍጻሜታት ዘይተፈትሑ ግድላትን ኣገረምቲ ፍጻሜታትን ዝበልናዮም ትሕዝቶታት ሒዝናልኩም ቀሪብና ኣለና። ንምክትታልኩም ብኽብሪ ዝዕድም ዮሴፍ ተስፋብርሃን'የ። ሰናይ ምክትታል። ላንቺ ሞኔር ኣዝያ ምልክዕቲ ጎርዞ'ያ ዝነበረት። ብዝተዓደለቶ ተፈታዊ ወጅህን ስሩዕ ቁመና ኣካላትን፣ ደቂ ሃገር ኣባጽሕ ናቶም ክትከውን ናይ ቀትርን ለይትን ጸሎቶም'ዩ ዝነበረ። ንሳ ግን ጓል ዕስራን ሓሙሽተን ዓመት ኣብ ዝነበረትሉ ግዜ፣ ካብ መንእሰያት ንዝውሕዛ ዝነበረ ጻውዒት ፍቕሪ ነጺጋ፣ ካብ ኣኣዝዩ ብዕድመ ዝማሕደገ ጠባቓ ኣፍቀረት። ወለዳ፣ ብፍላይ ኣዲኣ፣ በቲ ንሳ ዝወሰደቶ ተግባር ኣመና ቁጥዓት ነበሩ። ደጋጊሞም ድማ ካብ ኣፍቃሪኣ ክትፍለ ጸቕጢ ሓዊሶም ከፈራርሑዋ ጀመሩ። ንሳ ግን ንዘረብኦም ዕሽሽ ኢላ ውራይ ምፍቃራ ደኣ ቀጸለት። ካብ ዕለታት ሓደ መዓልቲ መሬት ኣማን ኣሎ ብምባል ስራሕ ውዒላ ናብ ቤት ወለዳ ኣተወት። ኣዴኻ ከም ዝለኣኸትካ ዘይኮነ ዕዳጋ ከም ዝጸንሓካ ከም ዝበሃል፣ ስድራ ቤታ ኣብ ውሽጢ መንበሪ ገዝኦም ብዝሰርሕዎ ናይ ገዛ ሸላ ንሙኒራ ኣብኡ ዳጎንዋ። ብኸምዚ ድማ ንዕስራን ሓሙሽተን ዓመታት ጩራ ጸሓይ ከይረኣየት ተሓየረት። ከምዚ ኣብ የማናይ ሸነኽ'ዛ ስእሊ ትርእይዎ ዘለኹም ምስላ ኣካላታ ማጢጉ፣ ሚዛን ሰውነታ ድማ ናብ ዕስራን ሓሙሽተን ኪሎ ለጠቕ ኢሉ ሎሚዶ ፅባሕ ይመውት እናበለት ፖሊስ ካብ ጎረባብቲ ብዝረኸብዎ ሓበሬታ መፂኦም ከድሕንዋ ከኣሉ። እዝስ ኣየስደምምን ዶ? ኣብ ኦማንያ ሆየባስዮ ተባሂሉ ዝጽዋዕ ጫካ ኣሎ። ናብ እዚ ቦታ ካብ ካልኦት ጫካታት ፍልይ ዘብሎ፣ ናብዚ ቦታ ክንቀሳቐሱ ወይ ክዛወሩ ዝመጹ ሰባት ዝጎ ዕጫ ደሓን ኩን ዘይብሉ ሃንደበት እዮም ንዘለኣለም ዝስወሩ። መፈጠር እዚ ጫካ ዋላኳ ንስነ-ፍልጠተኛታት ሕንቅልሕንቅሊተይ እንተኾኖም፣ ዘይተለለዮ በረርቲ ፍጡራት ወይ ዩፎ፣ ተደጋጋሚ ድምጺ ደቂ ኣንስትዮን ሓሓሊፉ ዝስማዕ ሰሓቕን ካልኦት ስጊንጠራውያን ተግባራትን ኣብ ዝኸሲ እዚ ጫካ ዝረኣ ፍጻሜታት ከም ዝኾነ ኣብ ዝተፈላለየ ግዜ ብዝገበርዎ ዓሚቕ መጽናዕቲ የረድእ። እቲ ካልእ ፍሉይነት እዚ ጫካ ኣብ ማእከሉ ከቢብ ዓንኬል ሌጣ መሬት ኣሎ። እዚ ዓንኬል ዝኾነ ዓይነት ኣትክልቲ ይኹን ኣግራብ ዘይቦቕሎ ኮይኑ መዓርፎ ዘይተለለዩ በረርቲ ፍጡራት ምዃኑ ይእመን። ኣብ ዓሰርተው ክልተ ክፍለ ዘመን ኣብ ዓዲ እንግሊዝ ኣብ ሱፎርክ ዝተባህለ ቁሸት ክልተ ቀጠልያ ዝሕብሮም ጓልን ወድን ቆልዑ ተረኽቡ። እቶም ዝሓዝዎም ሰባት ብዛዕባ መንነቶም ሓበሬታ ክህብዎም ዋላኳ እንተ ተወከስዎም፣ እተም ቆልዑ ግን እንትርፎ ኣዒንቶም ኣፍጢጦም ወርሒርሒ ክብሉ ብዛዕባ እዛ ዝረገጽዋ ሓዳሽ ዓለም እንዶ ዝበሃል ኣይነበሮምን። ብድሕሪዚ ናብ መዕቆቢ ቦታ ወሲዶም ዝብላዕ መግቢ ቀረቡሎም። እንተኾነ ግን ነቲ ዝመጽኦም ዝተፈላለየ ዓይነታት መግቢ ተሓሲሞም ባሎንጓ ጥራይ በልዑ። ምስ ግዜ እቲ ቀጠልያ ቈልዓ ኵነታት እዛ ዓለም ስለ ዘይተወሃሃዶ ድሕሪ ሓጺር ግዜ ዓረፈ። እታ ጓል ግን ምስቲ ኣከባቢ ተሳንያ ጽቡቕ ክትዓቢ ጀመረት። በዚ ምኽንያት ከይኰነ ኣይተርፍን ቀጠልያ ዝነብር ሕብራ ረጊፉ ተራ ጻዕዳ ሰብ መሰለት። ቋንቋ እንግሊዝ ቀልጢፋ ክትመልኮ ድማ ኣይተሸገረትን። ድሒራ ኣብ ዝሃበቶ ሓበሬታ ንሳን ሓዋን ቅዱስ ማርቲን ኣብ ዝበሃል ብርሃን ጸሓይ ዘይኣትዎ ቦታ ይነብሩ ከም ዝነበሩ፣ ናብዛ ዓለም ብኸመይ ከም ዝመጹን ከም ዘይትፈልጥ ሓበረት። ኣብ ሽሕን ትሽዓተ ሚእትን ሰላሳን ኣብ ህንዳዊት ከተማ ደልሂ፣ ሻንቲ ትበሃል ጓል ኣርባዕተ ዓመት ቆልዓ ምስ ስድራኣ ሕጉስ ህይወት ተሕልፍ ነበረት። ሻንቲ ካብ ዕለታት ሓደ መዓልቲ ኣንጊሃ ብምትሳእ፣ ንስድራኣ ቅድሚ ሕጂ ኣብ ማቱራ ትበሃል ከተማ ትነብር ከም ዝነበረትን ስማ ሉድጊ ብምንባሩን ኣደ ሰለስተ ምጭዋት ቆልዑ ምዃናን ነቲ መበል ሳልሳይ ቆልዓ ክትሓርስ ከም ዝዓረፈትን ተዛረበቶ። ወለዳ ኣብቲ መጀመርታ ነገር ቆልዓ'ዩ ብምባል ንዘረባኣ ኣቓልቦ ይገብርሉ ኣይነበሩን። ንሳ ግን መዓልታዊ በዚ ነገር እዚ ምዝራብ ኣየቋረጸትን። ስድርኣ'ውን ንኩነታት ጓሎም ዓቲቦም ብምሓዝ ቁንቁኛ ጓሎም ንክፈትሑ ናብ ቁሸት ማቱራ ንሻንቲ ሒዞማ ከዱ። ማቱራ ምስ በጽሐት፣ ሻንቲ ከምዛ ነዛ ከተማ ንነዊሕ ዓመታት ዝተቐመጠትላ ናብቲ ቤተይ ዝበለቶ ሉድጊ ትነብረሉ ዝነበረት ቤት ብዘይ ዝኾነ ጸገም ሒዛቶም ከደት። ኣብኡ ምስ በጽሑ፣ በዓል ቤት ሉድጊ ሰበይቱ ቂድሚ ሓጺር ግዜ ኣብ እዋን ሕርሲ ከም ዝዓረፈት ይሕብሮም። ብድሕርዚ፣ ሻንቲ ኣስማት ብምሉኦም ደቁን ኣዝማዱን ብምንጋር በዓልቲ ቤቱ ተንጸባርቖ ዝነበረት ባህርን ተግባራትን ብዘይ ዝኾነ ጌጋ ደገመቶ። ካብቲ ዘገርም ሻንቲ፣ ምስቲ በዓል ቤተይ ዝበለቶ ሓቀኛ ሰብኣያ ንሎድጊ ከተዕልል ከላ፣ በቲ ዘዕበያ ቋንቋ ኣዲኣ ዘይኮነ ትዛረቦ ዝነበረት፣ ብኻልእ መበቆል ቋንቋ ናይቲ ከባቢ'ያ ተዕልሎ ዝነበረት።

ፓኪስታናዊ ኣይዛዝ ሓሰን ይበሃል። ንሱ ምስ መማህርቱ ኣብ ክላስ እናተማህረ ከሎ፣ ሓደ ሰባት ለኪሙ ነብሱ ክቐትል ክፍጽም ዝደለየ ኣሸባሪ ናብቲ ዝመሃሩሉ ዝነበሩ ክፍሊ ክመጽእ ይዕዘቦ። ኣይዛዝ ብቕጽበት ካብ ሴድኡ ብድድ ኢሉ እናጎየየ ብምኻድ ምስቲ ኣሸባሪ ጎበዝ ፊት ንፊት ተፋጠጠ። ኣማራጺ ዘይነበሮ ኣሸባሪ ንኣይዛዝ ለኪሙ ነቲ ኣብ ነብሱ ተጠምጢሙ ዝነበረ ተባራዒ ባእታ ፈንጀሮ። ብኸምዚ ድማ ዕላማ'ቲ ኣማኢት ሰባት ለኪሙ ንስድራቤቶም ኣደዳ ከቢድ ሓዘን ክገብሮም ኣንቂዱ ዝነበረ ኣሸባሪ ምሉእ ብምሉእ ከይተሃረመ ተቖጽየ። ኣቦ ኣይዛዝ ድሒሩ ኣብ ዝገበሮ ቃለ መሕተት ወደይ ነዲኡ እምብዛ'ዩ ኣንቢዕዋ፣ እንተኾነ ግን ብዙሓት ኣዴታት ብሰንኪ ደቀን ንኸይነብዓ በጃ ኮይኑ'ዩ ብምባል ንጅግንነት ወዱ የዘንቱ። ናይ ብሓቂ ማህጸን ኣደ ወሊዳ ትምከን ዘብል ጅግንነት እዩ። ክቡራት ሰማዕትና ኣብ መወዳእታ ሕንቅል ሕንቅሊተይ ኢልና ሰላምኩም ክበዝሕ እንዳ ተመነና እንተ ተፈናናኩምሲ እንታይ ከይብለኩም ኢሉ። በሉ ሓዙ። ክጎዪ ዝኽእል ግን ከኣ ዘይጎዓዝ፣ ኣፍ ከለዎ ግን ከኣ ዘይዛረብ፣ ርእሲ ከለዎ ግን ከኣ ዘይነብዕ፣ ዓራት ከለዎ፣ ግን ከኣ ዘይደቅስ መን ይፍለጥለ ይብለኩም መልሲ ኣብ ቦታ ኮሞንት ከተቀምጡልና ብክብሪ ይሓትት እምበኣርከስ ክቡራት ሰማዕትና መልሲ እዛ ሕቶ ምስ ካልእ ትሕዝቶታት ኣብ ዝመጽእ ሰሙን ከምሎሚ የራክበና ሰላም ቅንያት ክኮነልኩም እንዳተመነኩ ሰላም።